ጓሓፍ ህግደፍ ሕጂ ጽደፍ። ቀደም እዞም ኣቦታትና ከም ናይ ቱርኪ ዝኽፍእ መግዛእቲ የለን ይብሉ ነይሮም እሞ ነዚ እንተዝርእይዎስ እንታይ ምበሉ ስጋ ቦይለ እዋይ ቱርክ ደኣ ሓላል እዩ ምበሉ ከምዚ ዓይነት ጭካነኸ ኣሎ ድዩ ካን ነዚ ህዝቢ ብኸብዱ ክቐጽዕዎ ወረ ናይ ዝብላዕሲ ዝኾነ ምኾነ ኣነ ጸሊኤያ ዘለኹ እዛ ጽሙዕ። ሸሞንተ ከብዲ ወሊደ ከብቅዕ ብዘይ ሓደ ጨና ገዛ በረውረው ኢላ ተሪፋ። እህ ህግደፍሲ ከመይ መንደፍ በልዒካ ዕልው በል። እዋይ ከምዚ ክኸውን ኢሉ መን ሓሲብዎ? ደቀይ ጉዳማት እዮም ነይሮም። ዘዝተወልደ ናብ በራኺ እዩ ዘብሎ ነይሩ። ሓሙሽተ ደቀይ ሓደ ድሕሪ እቲ ሓደ ተመራሪሖም ናብ በረኻ ወጺኦም። እንታይ ይግበር? ጥራይ ናጽነት ሒዞም ይምጹና እምበር ኣብዚ ሞትዩ ኣብቲ ሞትዩ ኢለ ንኹሉ ተቐቢለዮ። ድሕሪ ብዙሕ ከርተት ከኣ ናጽነትና ኣብ ቴስዓን ሓደን መጽያ። ክምለሱ ዘይተጸበኹዎም ደቀይ ካን ክሪኦም ብሂገ። ኣንታ ኣምላኬ ካብዞም ሓሙሽተ መቕሊ ኣይትኽልኣኒ ኢለ ብዙሕ ለሚነ። ወዲ እገለ መጽዩ፣ ጓል እገለ መጽያ ክበሃል ከሎ ብልቢ የዕልል። ደቀይ ከምኣ ኢሎም ክመጹለይ ከኣ ይምህለል መቸም ግዜ ዘይገልጾ ነገር ስለ ዘየለ ብዘየካ ሓደ ወደይ እቶም ኣርባዕተ ከም ዝተሰውኡ ተነጊረ ሓቂ ሓይሽ ብውሽጠይ ተጸበዮ ዝነበርኩ ጉዳይ ግዲ ኮይኑ እንቋዕ ዕላማኦም ከይወቕዑ ኣይተረፉ ኢለ መስዋእቶም ብሕጉስ ልቢ ተቐቢለዮ ነቲ ሓደ ዝተመለሰኒ ወደይ ክንዲ ኩሎም ርእየዮ የገርም እዩ ኣንዓሻ ሽዑ ካን ኩሉ ጸገማትና ዝተወደአ ይመስለኒ ነይሩ ናይቶም ቀደም ዝተሰውኡ ደቀይ ሽዑ ዘይበኸኹሎም ሕጂ ይነብዓሎም ኣለኹ ዋይ ኣነ ነዞም ህጻናት ደቀይ ካልእ ባልዕ ሓዊ መን ከርክበሎም ተጽቢዎ ኣርባዕተ ደቅኽን ተሰዊኦም እዮም እሞ እዚኦም ምቕሊ ይኹንኪ ኢሎም እኳ ኣይገደፉለይን ወይ ኣነ ደቀይ ኣይራእኹም ኣይተራእኹም ካን እዚ ጋኒን በረኻ ገይርዎ ሰፈርኩም እዋይ እንታይ እየ ከ ዓዚሙኒ ነዞም ድሮ ወሲዶሞም ዘለዉ ደቀይ ከፋንዎም እናተጸበኹስ ነዚ ህጻን ከ ሕጂ ሳዋ ክወርድዎ እዋይ ኣነ ገለ ዘኒቡኒ ዘሎ ሕጅስ እንስሳ እኳ ውላዳ እናተወስደ ስቕ ኢላ ዘይትርኢ ክሳብ ዝኣኽላ እንድያ ትቃለስ ወይ ኣነስ ሰብ ኣይኮንኩን ባዕለይ ገለ ክገብር ነይሩኒ ሱቕ ኢለ እየ ዘረባ ኣብሻይ ሰንቦት ሰሚዐ ያኢ ሃማደኤስ ጥርዓናይ ሰሚዐ ንፍታሕ ከምጻለይ ነዚ ልበይ ኣቑሲሉኒ ዘሎ ዘረባ ከማን ኣይምሰማዕኩን ያኢ መንፈዓት ተረኺቡለይሲ ሽጋራ ቦኾኽ እናበለት ወድኺ ኮነን ንስኺ እውን ሳዋ ክትወርዲ ኢኺ ትብለኒ ወይዛ መንዝራ ምስ ኣምሓሩ እናሃለለት ሓሊፋቶ ሕጂ ኸኣ ሓለቓ ገይሮማ ወይ ዘመነ ግርምቢጦ ኣቦታትና ቀደም መሲሎሞ እንድዮም ሓሳዊ ንሓቀኛ ይጥቅኖ ሰራቂ ንካህን ይኹንኖ ወኻርያ ትሃድም ካብ ወጦጦ ሓዊ ይሃድም ካብ ቅሚጦ ላም ንኣንበሳ ትውጥጦ ኣንጭዋ ንድሙ ትሕንፍጦ ሓምሓም ንእምኒ ትቕጥቅጦ እዝግር ኣየና ዘመነ ግርምቢጦ እዞም ኣቦታትና ዘረብኦም መሬት ኣይትወድቕን እያ ዘመነ ግርምቢጦ ኢና ኣቲና ዘለና ክቡር ዝሓስረሉ ሕሱር ድማ ዝኸብረሉ እዋን ወይ ጉድ ሞሃንሳ እንታይ ገይራ ናይዚ ኩሉ ጠንቂ ሕስረትና እዚ ጋኒን እዩ ኮይኑ ዘሎ እዚ ዓዲ ሱቅ ኢልካ እንተ ተዓዚብካዮ እኳ ይበርስ እዩ ዘሎ መንእሰይ የለ ስራሕ የለ ዝብላዕ የለ ባንብሪጋ ላምባብሪጋ ካን ሃገር ብምልእታ ናብ ለማናይ ቀይርዋ ወይ ንምዃኑ ኣብ ማሲኢኸ እንታይ እዩ ዝግበሮ ካን እህ እናበልናስ ክንሓልፎ ኣይፋል ገለስ ምግባር ከድሊ እዩ ሎሚ ክሓይሽ እዩ ጽባሕ እናበልኩ ደቀይ በብሓደ ጸኒቶም ጽባሕ ንጎሆ እውን ከምዝዛ ምንዝራ ዝበለትኒ ናባና ክመጽጹ እዮም ገለስ ክገብር ኣለኒ ኣቲ እዝግትነ ማርያም እንታይ ክገብር ይኽእል እስከ ምኽሪ ክለግስለይ በዘን ኣብ ዕቁብና ዘሎ ኣንስቲ ጀሚረ ደቅና ኣብ በርኻ ዝጸንሕዎ ግዜ ይኣክል ቀልጢፍካ ኣፋንዎም ንበል ኢለ እንተ ወደብክወን ከመይ ይቕበልኦ ኾና? ደቃ ዘይትፈቱ ደቃ ክትሓቁፍ ዘይትደሊ ወላዲት ኣላ ድያ? ኣይመስለንን። ዝወለደት ትውለድ ነዚኣ ክገብራ ኣለኒ ኣነ ጓል ሱሳ ዓመት ኮይነ ዘለኹ ሰበይቲ እንታይ ዘፍርህ ኣለኒ እዞም ጆጋኑ እኳ ንእስነቶም ከይመነዉ ኣየወ ምእንታና ኢሎም ኣብ ፎርቶ ደይቦም ነዚ ጋኒን ቡምባ ገይሮም ፈጋዕ ከብልዎ ዝነቐሉ ልዕሌና እኳ ኣይመረሮምን ደይ ሰነፋት ሱስዓት ኮይና ኢና ደሓን እቶም ንኣሽቱ ይግበርዎ እናበልና ግዜ ነዕርብ ዘለና ንእሽተይ ደኣ ኣበይ ኮይኑ ከገብር እዚ እከይ መጋብሩ ጋኒን ንኹሉ መንእሰይ'ኳ ኣባሪርዎ እዩ። ገሊኡ ኣብ በረኻ፣ ገሊኡ ኣብ ቤት ማእሰርቲ፣ ገሊኡ ከኣ ናብ ዓዲ ስደት ሃጽ ኢሉ ጠፊኡ። ኮይና ተሪፋ ንሕና ኣዴታት ገለ ክንገብር ኣለና። ኣነ ንከድጃ መሓዛይ እንተ ኣእሚነያ ንሳ ንመሓዝኣ ከምኡ እናበልና ኩላህና ብዛዕባ ደቅና ብሓንሳብ ክንሓትት ደገ እንተ ወጺና ገለ ሰማዒ ንረክብ እምበር። ከመይ ዘይንረክብ ክሳብ መዓስ ደኣ ንኣምላኽ ደርቢናሉ ኣራጢጥና ክንጽበ ኣምላኽ ነብሱ ንዝሕግዝ እዩ ዝሕግዝ ስለዚ ነብስና ክንሕግዝ ሓቢርና ንውጻእ ምረትና ንግለጽ ብሕጂ ንምነዮ ምቾት ወይ ህይወት የለን ዘጋጠመ የጋጥም ነዞም ዝዓብዩ ዘለዉ ህጻናትና ነቶም ተቐርቂሮም ዘሎ መንእስያትና ደቅናን በሪ ንኽፈተሎም ነዚ ጓሓፍ ህግደፍ ኩላትና ብሓደ ኮይና ሕጅ ጽደፍ ንበሎ ኣዴኹም ወይዘሮ ሶፍያ።